ባሕቲ ጥሪ ዕስራ ዕስራን ሽዱሽተን ኣብ መላእ ዓለም እትርከቡ ተኸታተልቲ መደብና እንኳዕ ናብ ሓድሽ ዓመተ ፈረንጂ ዕስራ ዕስራን ሽዱሽተን ብሰላም ኣብፀሐኩም እናበልና እዚ ዓመት ናይ ሰላም ፍቅርን ጥዕናን ከምኡ ውን ሓሳባትኩም ኩሎም ክሰምርልኩም እናተመነና ንሎሚ ዕለት ዝሓዝናዮም ዜናታት ናባኹም ክነብል መንግስቲ ፌደራል ስምምዕ ፕሪቶርያ ብምጥሓስ ኣብ ትግራይ ኣብ ልዕሊ ተመዛበልቲ ዝተጠናኸረ ጃምላዊ ጥሜት ክቕፅል ይገብር ኣሎ ዶክተር ደብረፅዮን ገብረሚካኤል ናይ ካቴና ኣለርጂክ ኣለኒ ዝበለ መዓልቲ ቆፀርኡ ዝተቐየሮ እሱር መላእክቲ ፕሬዚደንት ኢሳያስ ኣፈወርቂ ብምኽንያት ሓድሽ ዓመት 2026 ሎምኸ ንመን ይወቅስ ድሕሪ ኣብ መንጎ ሰራዊት ሱዳንን ሓይልታት ቅልጡፍ ደገፍ ኣርኤስኤፍን እናተኻየደ ዝቐነየ ጽዕጹዕ ኲናት፣ ሰራዊት ሱዳን ኣብ ሰሜን ኮርዶፋን ዝርከብ ካዝጌልን ሪያድን ዝበሃላ ክልተ ከተማታት ዳግማይ ተቖጻጺርወን ኣሎ። ኣብ መወዳእታ ዜናና ሕቡራት ኢምራት ዓረብ፣ ስዑዲ ዓረብ ንዝሃበቶ መጠንቀቕታ ነጺጋቶ ኣላ። ሕዚ ድማ ናብ ዝርዝሮም ክነስግረኩም። መንግስቲ ፌዴራል ስምምዕ ፕሪቶርያ ብምጥሓስ ኣብ ትግራይ ኣብ ልዕሊ ተመዛበልቲ ዝተጠናኸረ ጃምላዊ ጥሜት ክቕፅል ይገብር ኣሎ ዶክተር ደብረፅዮን ገብረ ሚካኤል

ኣብ ትግራይ ዝርከባ ማእኸላት ተመዛበልቲ ሕንፃፅ፣ ሽረ፣ ዓድዋ፣ ዓብይ ዓዲ፣ ዓዲግራት፣ መቐለ ወዘተ ብኣማኢቲ ኣሽሓት ዝቑፀሩ ሰባት ራብዓይ ዓንቀፅ ስምምዕ ፕሪቶርያ ብዝጥሕስ ስርዓታዊ ጥሜት የጋጥሞም ኣሎ ክብሉ ዶክተር ደብረፅዮን ገብረሚካኤል ኣብሪሆም። ብጥሜት ኣካላቶም ማሲኑ ተዳኺሙን ዓፅሚ ዝተረፉ ወገናት፣ ግቡእ ሕክምና ዝተሓረሞም፣ ቁስሎም ኣደዳ ፅንፅያ ዝተቓልዑ ዜጋታት ብዙሓት ምዃኖም ከም ሳዕቤኑ ድማ ህፃናት ብዕሸሎም ኣረጋውያን በቢ ሰሙኑ ህይወቶም ይስእኑ ኣለዉ ዝበሉ ዶክተር ደብረፅዮን እዚ ድማ ኣብ ስምምዕ ፕሪቶርያ ዓንቀፅ ኣርባዕተ ንዝሰፈረ ነጥቢ እቲ ስምምዕ ዝጠሓሰ ምዃኑ ገሊፆም። ሕዚ እውን መንግስቲ ፌደራል ንስምምዕ ፕሪቶርያ ብምጥሓስ ኣብ ትግራይ ኣብ ልዕሊ ተመዛበልቲ ዝተጠናኸረ ጃምላዊ ጥሜት ክቕፅል ይገብር ኣሎ ዝበሉ እቲ መንግስቲ ኣብ ክንዲ ህፁፅ ሓገዝ ዝቀላጥፍ ናብ ናይ ሓሶት ፕሮፓጋንዳ ምእታው እዩ መሪፁ ኢሎም። ዛጊድ ትርጉም ዘለዎ ድጋፍ ክገብር ዘይከኣለ ኮሚሽን ምሕደራ ስግኣት ሓደጋ ፌደራል፣ ስቓይ ተመዛበልቲ ብዝኸፈ ኣብ ዘጋድድ ናይ ፕሮፓጋንዳ መግለጽታት'ዩ ኣድሂቡ ዘሎ። ካብኡ ብዝገደደ ኣብ ልዕሊ ስቓይ ወገናቶም ኣደንጊጽዎም ሓገዝ ንምግባር ኣብ ዝተንቀሳቐሱ ነጠፍቲ ማሕበራዊ ሚድያ ንዝህብዎም ሓገዝ ምግባሮም ከም ገበን ተቖጺሩ ከፈራርሖም ከሸቑርሮም'ዩ ተራእዩ ኢሎም ብጥሜት ንዝተጎድኡ ወገናት ሓገዝ ኣብ ልዕሊ ዘተኣኻኸቡ ፈጠርቲ ፅዕንቶ ቲክቶከራት ብምፍርራሕ ንግዳይ ጥሜት ኢሎም ዝኣከብዎ ብዓሰርተታት ሚልዮናት ብር ናብ ሒሳብ መንግስቲ ፌደራል ክኣቱ ተገዲዱ እዩ ክብሉ ኣብነት ጠቒሶም ኣለው። ብመሰረት ስምምዕ ፕሪቶርያ ናብ መረበቶም ክምለሱ ዝግበኦም ልዕሊ ሓደ ሚልዮን ወገናት ሕዚ እውን ኣብ ከቢድ ፀገም ይርከቡ ዝበሉ እንትኾኑ፣ ነቲ ስምምዕ ኣብ ምኽታብ መንጎኛታት ዝነበሩ ኣካላት ብቕልጡፍ ፍሉይ ኣቓልቦ ክህብሉ ፀዊዖም። ህጹጽ ሰብኣዊ ተበጻሕነት ከሉ፣ ጉዳይ ዝወሃብ ረድኤትን ተበጻሕነት ናጻ ምርመራ ከካየድ፣ መንግስቲ ፌደራል ዘካይዶ ዘሎ ገደብ ምትእኽኻብ ገንዘብ ዜጋታት ዲያስፖራ ተበግዞ ሓገዛት ገበናዊ ምግባር ከብቅዕ፣ ህዝባዊ ተሓታትነት ክረጋገጽ፣ ብድምሩ ስምምዕ ፕሪቶርያ ብምሉእነት ምትግባር ቀልጡፍ ስጉምታት ዘድልዮ ጉዳይ ምዃኑ'ውን ኣብሪሆም'ለዉ። ናይ ካቴና ኣለርጂክ ኣለኒ ዝበለ መዓልቲ ቆፀሮ ዝተናውሖ እሱር ናይ ቅድሚ ሕዚ ሰላም ኣብ ዘይነበረሉ ዓዲ ምክትል ሰላም ሚኒስተር ዝነበረ ንሸውዓተ ዓመት ክእሰር ዝተፈረዶ ኣቶ ታዬ ደንደኣ ብካቴና ኣይእሰርን ብምባሉ ቆፀርኡ ብምንዋሕ ንፅባሒቱ ክርከብ ትእዛዝ ከምዝተዋህቦ ተገሊፁ ኣሎ። ከምዝፍለጥ ኣብ ዝሓለፈ ንሸውዓተ ዓመት እስራት ተፈሪድዎ እኳ እንተነበረ ብዝነበሮ ናይ ምጉታት ንታሕሳስ ዕስራን ክልተን ቆጸሮ ሒዙ ምንባሩ ተገሊጹ'ዩ። ይኹን እምበር እቲ ካቴና ኣብ ኢደይ ኣየእቱን ኣለርጂክ ኣለኒ ብምባሉ እቲ ቆጸሮ ሓደ መዓልቲ ክናዋሕ ተገይሩ'ሎ። መልእኽቲ ፕረዚደንት ኢሳያስ ኣፍወርቂ ብምኽንያት ሓዱሽ ዓመት ዕስራ ዕስራን ሽዱሽተን እቲ ብመንገዲ መንግስታዊ ማዕኸናት ዜና ዝተቓልሐ ሓጺር መልእኽቲ ንዛዝሞ ዘሎና ዓመት ብደረጃ ዞባና ዝሰፍሐ ጎደባና ዓለምን ንሰላምን ርግኣትን ሓበራዊ ልምዓትን ገስጋስን ዝፈታተኑ ዝተሓላለኹ ክስተታት እተጋልሀሉ እዩ ነይሩ ኢሉ። ቀርኒ ኣፍሪቃ ንዓመተ ዕስራ ዕስራን ሓሙሽተን ብሰንኪቲ ኣብ ሱዳን ዝቕጽል ዘሎ ቀዛፊ ኲናት ሕድሕድ ኣብ መንጎ ኣዲስ ኣበባን ኣስመራን ተፈጢሩ ዘሎ ወጥሪ ኣብ ውሽጢ ኢትዮጵያ ዘሎ ዘይምርግጋእ ዘይቅስንቲ ሶማልያን ከምኡ'ውን ኣብ መወዳእታ መዓልትታት ናይቲ ዓመተ እስራኤል ብመንገዲ ንሶማሊላንድ ዝሃበቶ ኣፍልጦ ሃገርነት ልኣላውነትን ዝተደረቦ ምዕባለታት ተናዊጹ'ዩ ሓሊፉ ይብል። ኣብ ከምዚ ዝኣመሰለ ከቢድ ቅልውላዋት ዝዓብለሎ ሃዋህው፣ ህዝብን መንግስትን ኤርትራ ከም ወትሩ ንኹሉ ክስተታት ብድሆታት ልቦና፣ ዓቕሊ፣ ተጻዋርነትን ዓጢቖም ክምክትዎ፣ ሃገራዊ ርግኣትን ልኣላውነት ከውሕሱ፣ ምስ ኩሎም ማሕለኻታት ድማ ተልእኾ ሃገራዊ ልምዓት ከሰላስሉ በቒዖም'ዮም ዝበለ'ቲ ፕረዚደንት፣ እዚ ሕላገት'ዚ ብዝያዳ ደሚቑ ገስጋስ ህንጸትን ልምዓትን ሃገር ብዝሓየለ ናህሪ ክቕጽል ሰናይ ትምኒተይ ይገልጽ ኢሉ ኣሎ። ድሕሪ ኣብ መንጎ ሰራዊት ሱዳንን ሓይልታት ቅልጡፍ ደገፍ RSF እተኻየደ ጽዕጹዕ ኲናት፣ ሰራዊት ሱዳን ኣብ ሰሜን ኮርዶፋን ዝርከባ ካዝጌልን ሪያድን ዝበሃላ ክልተ ከተማታት ዳግማይ ተቖጻጺርወን። ወተሃደራዊ ምንጭታት እታ ሃገር ከም ዝሕብርዎ፣ ሰራዊት ሱዳን ነተን ክልተ ከተማታት ድሕሪ ምቁጽጻሩ፣ ሓይልታት RSF ከቢድ ክሳራ ሰብን ንብረትን ኣጓኒፍዎም ከም ዘሎ ተሓቢሩ'ዩ። ኣብ ማሕበራዊ መራኸብታት እተዘርግሑ ቪድዮታት ሓይልታት ሰራዊት ሱዳን ነታ ካብ ርእሰ ከተማ ሰሜን ኮርዶፋን ዝኾነት ኣልኡበይድ ኣስታት 45 ኪሎ ሜትሮ ንደቡብ ርሒቓ እትርከብ ከተማ ካዝጌል ምሉእ ብምሉእ ከም ዝተቖጻጸራ እዩ ተገሊጹ ዘሎ። ክሳዕ ሕዚ ካብ ሰራዊት ሱዳን ይኹን ካብ ዳዕመ ሰሪዕ ወግዓዊ መግለጺ ኣይተውሃበን። እተን ሰለስተ ክፋላት ኮርዶፋን ማለት ሰሜን፣ ምዕራብን ደቡብን ንሰሙናት ዝጸንሐ ብርቱዕ ውግእ ተኻይዱለን ብምህላው ብዓሰርተታት ኣሽሓት ዝቑጸሩ ሰላማውያን ሰባት ካብ ቤት መረበቶም ክሃድሙ ተገዲዶም እዮም። ኣብ መወዳእታ ዜናና ሕቡራት ኢምራት ዓረብ ኣብ ስዑድ ዓረብ ንዝሃበቶ መጠንቀቕታ ነጺጋቶ ኣላ። ሚኒስተር ጉዳያት ወጻኢ ስዑድ ዓረብ ትማሊ ኣብ ዘውጽኦ መግለጺ፣ ስዑድ ዓረብ ብሕቡራት ኢምራት ዓረብ ኣብ የመን ዘካይዶ ዘሎ ንጥፈታት ከምዘይዓገበት ብምግላጽ፣ ነዞም ዝስዕቡ ነጥብታት ኣስፊራ ኣላ። ስዑዲ ዓረብ ንሓይልታት መሰጋገሪ ቤት ምኽሪ ደቡባዊ የመን ኣብ ጥቓ ዶብ ስዑዲ ዓረብ ወታደራዊ ስርሒታት ኣብ ምክያድ ዝህቦ ደገፍ፣ ኢምራት ዓረብ ብትሪ ትቃወሞ፣ እዚ ድማ ንሃገራዊ ንጥፈታት ስግኣት ከም ዝፈጥር ትገልጽ። ብሕቡራት ኢምራት ዓረብ ዝካየድ ዘሎ ንጥፈታት፣ ኣብ የመን ሰላምን ምርግጋእን ንምምስራት ዝካየድ ዘሎ ቀጻሊ ጻዕርታት ከም ስኽፍታን ሓደጋን ይቑጸር። ስዑድ ዓረብ ነዚ ጉዳይ ንምፍታሕ ኩሉ ኣድላዪ ስጉምታት ክትወስድ ምዃና ብምግላጽ፣ ሃገራዊ ድሕንነታ ኣብ ሓደጋ ዘእቱ ቀይሕ መስመር ምዃኑ ኣስሚራ'ላ። እምበኣርከስ ክቡራት ተኸታተልቲ መደብና፣ ዜናታት እዚ ዕለት ኣብዚ ከንቢትና፣ ሰሰናዩ ንዓኹም፣ ሰላም ንዓኺ ትግራይ!